ሰላም ከመይ ጸንሑ ክቡራት ተኸታተልቲ ንሎሚ ሰሉስ ሰላሳን ሓደ መጋቢት ክልተ ሽን ዕስራን ሽዱሽተን ዝተዳለዉ ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንደብታቱ ብዛዕባ መንግስቲ ፌደራል ኣብ ክልል ትግራይ ከካይዶ ወጢንዎ ዘሎ ምርጫ ዝምልከትን ኣብ ወደባይት ከተማ ዓሰብ ዝተኻየደ ኣኼባ ዝምልከትን ውግእ ኢራን እስራኤልን ኣሜሪካን ጎረባብቲ ሃገራት ኢራን ኣንፈቱ ይቕይር ከምዘሎ ከምዝተገለጸን ብዛዕባ እዚ ውግእ ዘለዉ ካልኦት ሓደሽቲ ምዕባለታትን ዝብሉን ካሊእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ውግእ ኢራን እስራኤልን ኣሜሪካን ጎረባብቲ ሃገራት ኢራን ኣብ ዝቐጸለሉ፣ እዚ ውግእ ኣንፈት ይቕይር ከምዘሎ ተገሊጹ። ኣብ መንጎ ኣሜሪካን ኢራን ዝቕጽል ዘሎ ተጻብኦ መዓልታዊ ሓደሽቲ ፍጻመታት ሒዙ ኣብ ዝመጸሉ ዘሎ ግዜ፣ ናይ ኢራን ሓይልታት ኣብ ዕል ናይ ኩዌት ዓባይ ናይ ነዳዲ መርከብ መጥቃዕቲ ብምፍጻም ከቢድ ዕንወት ከምዘውረዱ ይግለጽ ኣሎ። ኣብ ናይ ዱባይ ወደብ ምንባራ ዝተገለጸት እታ መርከብ፣ ሰፊሕ ናይ ነዳዲ ታንከራት ከምዝነበራ ድሕሪ እቲ መጥቃዕቲ ምፍሳስ ናይቲ ነዳዲ ከም ዘጋጠመ እውን ዝሕበር ዘሎ ኮይኑ፣ እቲ ፍጻመ ኣብ ሓደ እዋን ንክልቲኤን ሃገራት ኤሚሬትን ኩዌትን ክጸሉ ከም ዝኸኣለ እውን ካብቲ ከባቢ ዝተረኸበ ጸብጻብ ይገልጽ። ኮርፖሬሽን ነዳዲ ኩዌት፣ ኢራን ኣብ ልዕሊ እቲ ኣብ ወደብ ዱባይ እትርከብ ዓባይ መርከብ ነዳዲ ኣል-ሳላም ዘካየደቶ መጥቃዕቲ ባርዕ ከም ዘስዓበን በቲ ባርዕ እውን ምፍሳስ ነዳዲ ከም ዘጋጠመ ምግላጹ ስዒቡ፣ ኢራን ተመሳሳሊ መጥቃዕቲ ምስ ትቕጽል፣ ኣብ ልዕሊ ናይታ ሃገር ናይ ነዳዲ ማእከላት እውን ከቢድ መጥቃዕቲ ከውርድ ከም ዝኽእል ገሊጹ። ኢራን ኣብ ልዕሊ ናይ እስራኤል ናይ ነዳዲ መደበር ዝኾነት ሃይፋ እውን መጥቃዕቲ ዝፈጸመት ኮይና፣ ነቲ ኣሜሪካ ኣብ ልዕሊኣ ወጢናቶ ዘላ ምዕናው ናይ ነዳዲ ማእከላት ኣቐዲማ ትፍጽሞ ከም ዘላ ዝገልጹ ምንጭታት፣ እታ ሃገር ገና መጥቃዕቲ ከይተፈጸመ እንከሎ ሕነ ምፍዳይ ከም ዝጀመረት ይገልጹ። ኣሜሪካ ኣብ ልዕሊ ናይ ኢራን ስርዓት ተካይዶ ከም ትኽእል ክግለጽ ዝጸንሐ ስርዓት ናይ ምእላይ ስጉምቲ ብወግዒ ከም ዝገደፈቶ ኣብ ምዕናው ጸዓት ናይታ ሃገር ኣተኲራ ክትሰርሕ ምዃና'ውን ምንጭታት ይገልጹ። ሚኒስተር ወጻኢ ጉዳይ ኣሜሪካ ማርኮ ሩቢዮ ንኣልጀዚራ ኣብ ዝሃቦ ሓበሬታ፣ ንፕረዚዳንት ዶናልድ ትራምፕ ዲፕሎማሲ ከም ዝመርጽ ክሕብር እንከሎ፣ ሕጂ'ውን ምስ ኢራን ምዝራብ ኣብ ቅድሚት ተሰሪዑ ዘሎ መደብ ምዃኑ ገሊጹ። ናይ ኣሜሪካ ፕረዚዳንት ዶናልድ ትራምፕ ብወገኑ፣ ምስ ናይ ኢራን ወገናት ዝካየድ ዘሎ ዘተ ብዙሕ ተስፋ ከም ዘለዎ ክገልጽ እንከሎ፣ ኢራን ኣብቲ ዝካየድ ዘሎ ዕቱብ ዘተ ናይ ስምምዕ ኣንፈት ተርኢ ከም ዘላ ክገልጽ እንከሎ፣ እታ ሃገር ኣብቲ ስምምዕ እንተዘይሰሚራ፣ ናይ ኢራን ናይ ጸዓት መደበራት ትሕተ ቅርጺ ናይታ ሃገር ክተዕንዋ ምዃና ገሊጹ እዩ። ትራምፕ ኣቐዲሙ ዘቕረቦ ናይ ሰላም እማመ ተዅሲ ደው ናይ ምባል ስምምዕ ከም ዝነበሮ ዝግለጽ ኰይኑ፣ ነቲ እማመ ኢራን ክትቅበሎ ከም ዘይከኣለትን ተዅሲ ደው ናይ ምባል ጠለባት ኣሜሪካ ዘይክውንነታዊ፣ ዘይስነ-ሞጎታዊ፣ ልዕሊ ዓቐን ምዃኑ ኢራን ገሊጻ ነይራ። ኣብ ልዕሊ ኢራን ዝተፈተነ ናይ ጸቕጥን ስምምዕን ስጉምቲ ክዕወት ከም ዘይከኣለ ዝሕብሩ ምንጭታት፣ ትራምፕ ድሕሪ እቲ ፈተነታት ብሓድሽ ፈተነ ይመጽእ ከም ዘሎ ክገልጹ እንከለው፣ እቲ ፕረዚዳንት ኣብቲ ባዕሉ ዝውንኖ ትሩዝ ሶሻል ኣብ ዝጸሓፎ ጽሑፍ፣ ኣሜሪካ ኣብ ኢራን ወተሃደራዊ ስጉምቲ ካብ ምውሳድ ምዝራብ ከም ዝሓይሽ ተረዲኣ ምስ ሓድሽን ምኽንያት ዝርዳእ መንግስቲ ኢራን ትዘራረብ ከም ዘላ ገሊጹ። ዕለታዊ ከም ዝቕየር ዝንገረሉ ናይ ትራምፕ መግለጺታት ናይ ኣጋር ሰራዊት ናብ ኢራን ብምእታው ንወሳኒ ደሴት ነዳዲ ክሕዝ ምዃኑ ካብ ዝገልጽ ኣብ ናይ ክልተ መዓልቲ ግዜ ሓሳቡ ከም ዝቐየረ ዝንገረሉ ትራምፕ መግለጺታቱ ንኢራን ብምፍራሕ ስምዕ ክትከትም ምድፋእ ዝዓለመ ምዃኑ'ውን ናይቲ ከባቢ ጸብጻባት ይገልጹ። እዚ ከምዚ ኢሉ እንከሎ ነቲ ኣብ ሊባኖስ ኣብ ልዕሊ ናይ ሕቡራት ሃገራት ሰራሕተኛታት ዘጋጠመ መቕተልቲ ዝተፈላለያ ሃገራት ይኹንንዎ ከም ዘለው ተገሊጹ። ናይ ባይቶ ጸጥታ ሕጹ ኣኼባ ዝጠለበት ፈረንሳ፣ ኣብ ዝሓለፈ ዕስራን ኣርባዕተን ሰዓታት፣ ኣብ ሊባኖስ ሰለስተ ዓቀብቲ ሰላም ውድብ ሕቡራት ሃገራት ንዝተፈጸመ ቅትለት ንምምላስ ህጹ ኣኼባ ክትሓትት እንከላ፣ ኣብ ሊባኖስ ዝርከብ ተዓዛቢ ልኡኽ ሕቡራት ሃገራት ኣብ ዝሃቦ መግለጺ ድማ፣ እስራኤልን ሂዝቦላን ኣብ ዝዋግእሉ ዘለው ደቡባዊ ክፋል እታ ሃገር፣ ድሕሪ ዕስራን ኣርባዕተን ሰዓታት ካልኣይ ናይ ቅትለት ፍጻመ ከም ዘጋጠመን ክልተ ካብ ኣባላቱ ከም ዝተቐተሉ ገሊጹ። እቲ መጥቃዕቲ ብናይ መኪና ፍንጀራ ዘጋጠመ ኮይኑ፣ ኣባላት ግዝያዊ ሓይሊ ሕቡራት ሃገራት ኣብ ሊባኖስ በቲ ናይ ሽበራ ስጉምተ ክልተ ኣባላቱ ከም ዝሰኣነ እውን ክሕብር እንከሎ፣ ኣብቲ ኣጋጣሚ ክልተ ሞይቶም ክልተ'ውን ከም ዝቖሰሉ ተገሊጹ። እቲ መጥቃዕቲ ካብ መልሰ መጥቃዕቲ ዝተፈጸመ ክኸውን ከም ዝኽእል ዝሕብሩ ምንጭታት፣ ኣብ ደቡብ'ውን ብመጥቃዕቲ እስራኤል ሓደ ወተሃደር ሊባኖስ ምቕታሉ ክሕበር እንከሎ፣ ኣብ ደቡባዊ ከባቢታት ቤይሩት ኣብ ዝተኻየደ መጥቃዕቲ ሰለስተ ኣባላት ሂዝቦላ ከም ዝተቐተሉ'ውን ተሓቢሩ ኣሎ። ሰራዊት እስራኤል ብወገኑ ኣብ ደቡባዊ ሊባኖስ ኣርባዕተ ተወሰኽቲ ወተሃደራቱ ከም ዝተቐተሉ ክገልጽ እንከሎ፣ እስራኤል ካብ ሩባ ሊታኒ ንደቡብ ወተሃደራዊ ወራር ኣብ ተስፍሕሉ ዘሎ እዋን ካብ ክልተ መጋቢት ጀሚሩ ብውሕዱ ዓሰርተ ወተሃደራት እስራኤል ኣብ ደቡባዊ ሊባኖስ ከም ዝተቐተሉ'ውን ኣረጋጊጻ ኣላ። እዚ ከምዚ'ሉ እንከሎ፣ ባይቶ እስራኤል ኣብዚ ሰሙን እዚ ኣብ እስራኤልን ኣብተን ዝተጎበጣ ግዝኣታት ፍልስጤምን ንፍልስጤማውያን ግዳይ ሞት ዝገብር ሓድሽ ሕጊ ከም ዘውጽኣ'ውን ተገሊጹ። ናይ ሞት ሕጊ ዘጽደቐ እቲ ሓድሽ ሕጊ፣ ኣብ ልዕሊ እስራኤልን ረብሕኣን ብናይ ፍልስጤም ወገናት ቀጻሊ ዝግበር መጥቃዕትታትን ፈተነታቱን ብሞት ዘቕጽዕ ገይርዎ ከም ዘሎ፣ ዝኾነ ናይ ይግባይ መሰል ከም ዘይህልዎ'ውን፣ ተገሊጹ ኣሎ። ብኻሊእ ዜና ትራምፕ ሆርሙዝ ዋላ ይከፈት ኲናት ክውዳእ ከም ዝደሊ ተገሊጹ። ፕረዚዳንት ዶናልድ ትራምፕ ዋላ እኳ መጻብቦ ሆርሙዝ ብዝሰፍሐ ክፋሉ ተዓጽዩ ንሱ ግን ነቲ ኣንጻር ኢራን ዝግበር ወተሃደራዊ ወፍረ ደው ክብል ከም ዝደሊ ንመሳርሕቱን ኣማኸርቱን ገሊጹሎም ክብል ጋዜጣ ዋል ስትሪት ጆርናል ገሊጹ። እቲ ጋዜጣ ንሰበስልጣን ምምሕዳር ዋሽንግተን ጠቒሱ ከም ዝሓበሮ ነቲ ውሳነ ማያዊ መስመር ዝኾነ ሆርሙዝ ንምኽፋት ዝግበር ወተሃደራዊ ተልእኾ ነቲ ግጭት ካብ ዝተሓሰቦ ግዜ ብኣርባዕተ ክሳብ ሽዱሽተ ሰሙናት ከናውሖ ከም ዝኽእል ፕሬዝዳንትን ተሓጋገዝቱን ገምጊሞም ይብል። ኣብ ክንድኡ ኣብ ሓይሊ ባሕርን ሓይሊ ሚሳኤላትን ኢራን ከቢድ ጉድኣት ወሪዱ'ዩ ብዝብል ገምጋም ነቲ ሕጂ ዝካየድ ዘሎ ውግእ ኣብ መወዳእታ ንምብጻሕ ይሓስብ ከም ዘሎን ንኢራን መስመር ዳግማይ ንምኽፋት ብዲፕሎማስያዊ መንገዲ ጸቕጢ ክገብር ከም ዝሓይሽ ኣብ ዝብል ሓሳብ ምብጽሑ ይግለጽ። እዚ ከምዚ'ሉ እንከሎ፣ ኢራን ምስ ኣሜሪካ ከም ዘይትዘራረብ ደጊማ ከም ዝገለጸት ተሓቢሩ። ወሃቢ ቃል ሚኒስተር ወጻኢ ጉዳይ ኢራን ምስ ሰብስልጣን ኣሜሪካ ዝኾነ ይኹን ዘተ ይካየድ ከም ዘየለ ገሊጹ። እስማኤል ባቃይ ነቲ ኲናት ዝተኻየደሉ እዋን ብምጥቃስ፣ ኢራን ኣብዘን ሰላሳን ሓደ መዓልታት ምስ ኣሜሪካ ዝኾነ ዘተ ኣይገበረትን ክብል ነጺጉ። ምርጫ ኣብ ክልል ትግራይ የካትዕ ከም ዘሎ ተገሊጹ። ኣብ ኢትዮጵያ ሃገራዊ ምርጫ ኣብ ወርሒ ግንቦት ክካየድ መደብ ተታሒዙሉ ከም ዘሎ ኣብ ዝግለጸሉ ዘሎ ግዜ ብፍላይ ኣብ ክልል ትግራይ ከጋጥም ዝኽእል ተኽእሎ ኣዘራራቢ ኮይኑ ከም ዘሎ ይግለጽ። ሃገራዊ ቦርድ ምርጫ ኢትዮጵያ ናብ ቤት ጽሕፈት ፕረዚዳንት ግዜያዊ ምምሕዳር ክልል ትግራይ ኣብ ዝጸሓፎ ደብዳበ ኣብቲ ክልል ዝርከቡ ቤት ጽሕፈታት ምርጫ ንምግባር ድልዋት ምዃኖም ዘይምዃኖም ከፍል ጸዊዑ ኣሎ። ኣብ ትግራይ ዘሎ ኩነታት ምርጫ ንምክያድ ዘኽእል ከምዘይኮነ ዝገልጹ ሰብ መዚ ናይታ ክልል፣ ትግራይ ኣብ ስዓት ኣብ ናይ ምንባር ሕቶ ተቐርቂራ ከምዘላ ብምግላጽ ንምርጫ ዝኸውን ባይታ ከምዘየለ ገሊጾም ኣለው። ኢትዮጵያ ኣብ ዝመጽእ ግንቦት መበል ሻብዓይ ሃገራዊ ምርጫ ንምክያድ ኣብ ምድላው ትርከብ ዘላ ኮይና፣ ኣብ ዝተፈላለዩ ዞባታት እታ ሃገር ሰልፍታት ብክትዕን ጎስጓስን ይወዳደሩ ዘለው ኮይኖም፣ ሃገራዊ ቦርደ ምርጫ ናቑጣትት ወይ ከኣ ጣብያታት ምርጫ የዳሎ ኣሎ፣ መረጽቲ ድማ ይምዝገቡ ከምዘለዉ'ዩ ዝግለጽ። ገዛኢ ሰልፊ ብልጽግና ኣብ ክልል ትግራይ ንሃገራዊ ባይቶ ይኹን ክልላዊ ቤት ምኽሪ ሕጹይ ከምዘየቕረበ ቢቢሲ ዝገለጸ ኮይኑ፣ ሽዱሽተ ተቓወምቲ ፖለቲካዊ ውድባትን ክልተ ጥምረት ሚእትን ሓደ ሕጹያት ከምዘመዝገቡ ተገሊጹ። እንተኾነ ግን እታ ልዕሊ ሽዱሽተ ዓመታት ኣብ ሃገራዊ ባይቶታት ውክልና ዘይብላ ብሰንኪ ኲናት ዝዓነወት ክልል ትግራይ ሕጂ እውን ካብዚ ሃገራዊ መስርሕ ወፂኣ ከም ዘላ ተገሊፁ። ኣብ ትግራይ ይትረፍ ዶ ብዛዕባ ምርጫ ክዝረብ ነበርታ ሎሚ ዶ ፅባሕ ድምፂ መዳፍዕ ይነብሕ ብዝብል ኣብ ከቢድ ስግኣት ከም ዝርከቡ ቢቢሲ ዘዘራረቦም ነበርቲ ይገልፁ። ኣብ ወደባይት ከተማ ዓሰብ ኣብ ኣፍራይነት ሕርሻ ዘተኮረ ዘተ ከምዝተኻየደ ተገሊፁ። ሚኒስቴር ሕርሻ መኣዛዊ ምግቢ ናብ ምርግጋፅ ብዝብል ቴማ ኣብ ምትግባር ንኣሽቱን ኣፍረይቲ ናይ ሕርሻ ቦታታት ዘተኮረ ብ ዕስራን ሸውዓተን መጋቢት ምስ መሻርኽቲ ኣብ ወደባይት ከተማ ዓሰብ ኣኼባ ከምዘካየደ ተገሊፁ። ኣብ ዞባ ደቡባዊ ቀይሕ ባሕሪ ሓላፊ ቤት ፅሕፈት ሕርሻ ኣቶ መሓመድ ኣብዱራሕማን ነቲ ድሮ ኣብ ወደባይት ከተማ ዓሰብ ተጀሚሩ ዘሎ መደብ ንምዕባይ፣ ክኢላታት ሕርሻ ንሓረስቶት ሞያዊ ምኽርን ደገፍን ብምሃብ፣ ከምኡ እውን እቲ መደብ ናብ ካልኦት ንኡሳን ዞባታት እቲ ዞባ ንምስፋሕ ዝተዋደደ ፃዕሪ ክግበር ፀዊዑ። ኣመሓዳሪ ዞባ ደቡብ ኣቅይሕ ባሕሪ ኣምባሳደር መሓመድ ሰይድ ማንታይ፣ ሰብዓ ሚኢታዊ ካብ ህዝቢ እቲ ዞባ ህይወቱ ብጓሳነት ከም ዝመርሕ ብምጥቃስ፣ ነበርቲ ተጠቀምቲ ካብ ትካላት ኣወሃባ ማሕበራዊ ኣገልግሎት ንክኾኑ ብዝብል ዕላማ ብወገን ዝምልከቶም ትካላትን ኣመሓደርትን ኣብ ኩሉ ደረጃታት ኣብ ደግሚ ምጥርናፍ ዓድታት ዝተዋደደ ፃዕሪ ክግበር ኣተሓሳሲቡ። ክቡራት ተኸታተልቲ ንሎሚ ዝተዳለወ ዜና ነዚ ይመስል። ኣብ ዝቕፅሉ ዝፍነው ዜናታት ብቐዳምነት ክበፅሐኩም ሳብስክራይብ ዘይገበርኩም ሳብስክራይብ ንክትገብሩ ብኸብሪ ንዕድመኩም።